መርሓባ የሕዋተይ ኣብ ዘዘለኹሞ ሰላም ክትህልዉ ተስፋ ይገብር ሎሚ ከኣኒ ብሓጺሩ ከመይ ጌርና ባትሪ መታን ቀልጢፋ ከይትውድኣልና ናይ ሞባይል እንታይ ክንጥንቅቕ ኣለና ኢለ ከቕርበልኩም ክፍትን እየ ንመጀመርታ ኣርባዕተ ነጥቢ ከቕርብ እየ ማለት እዩ ከምዚ ትርእይዎ ዘለኹም ኣብዚ ዲስፕለይ ሓደ ክንገብሮ ንኽእል ባትሪ ናትና መገዲ እንድሕር ውሑድ ኣላ ንድሓር ከኣ ተድልየና እንድሕር ኮይና ወይ ብጠቕላላ ለይቲ ከማን እዚኣ ኤርፕሌን ሞድ ክንገብራ ንኽእል ኢና ኣብዚ ላዕሊ ትርእይዋ ዘለኹም ንጸጋም ማለት እዩ ኣራንሾኒ ኮይና ዘላ ከምኡ ከኣ ኣብ መገዲ እንድሕር ኣለና እዚኣ ብሉ ትርእይዋ ዘለኹም ኣብ ጸጋም ዘላ እሳ ከኣ ናይ ኢንተርነት ክነጥፍኦ ንክእል ኢና ናይ ቪፊ ወይ ቪላን ዝበሃል እሱ ክነጥፍኦ ንክእል ኢና ብሕልፊ ኣብ ዘይንፈልጦ ኢንተርነት ዘይምእታው ከኣ ይሕሸና ከምቲ ኣብቲ ካልእ ቪድዮ ዝበልክዎ ኣብ ደገ እንድሕር ኣለና ኣብ ገዛ እንድሕር ኣለና እኳ ክንሓድጋ ንክእል ኢና ወላ ሓደ ጸገም የለን ናትና ኢንተርነት እንድሕር ኮይኑ ከምኡ ከኣ እቲ ኢንተርነት ናይቲ ኣብ ሞባይል ንባዕሉ ብኩንትራት ድዩ ብገለ ዘለካ እሳ ከማን ሕጂ ኣብዚ ጠፊኣ ኣላ ኣብ ጥቃ እቲኣ ኤርፕሌን ሞድ ዘላ እሳ እንድሕር ኣጥፊእና ከኣ ዝበለጸ ትሕቲኣ ዘላ ከኣ ብሉ ቱዝ ማለት እዩ እሳ ከማን እንድሕር ጠፊኣ ዝበለጸ እዩ ብሕልፊ ባትሪ ቀሪቡ እንድሕር ይውዳእ ኣሎ እዚ ኣገዳሲ እዩ ግን ካብ ኩሉ ከኣ ኣብ መገዲ እንድሕር ኣለና ከምቲ ኣብቲ ካልእ ቪድዮ ዝበልክዎ ዝያዳ ባትሪ ስለ ዝውድእ ክነጥፍኦ ኣለና ክነጥፍኦ ይምረጽ ማለት እዩ ብሕልፊ ባትሪ ውሑድ እንድሕር ኣለና ኣብቲ ኣብ ሞባይል ከኣ ተድልየና እንድሕር ኮይና ማለት እዩ እቲ መዓልቲ እቲ ወይ ድማ ለይቲ እንድሕር ኮይኑ ከማን ስለዚ እዚአን ከም መጀመርያ ክብለኩም ይደሊ ከምኡ ከኣነ ኣብዚ ትርእይዎ ዘለኹም እዚ ኣብ ሞባይል ሕጂ እቲ ልቺ ከጥፍኣ ይኽእል እየ ወይ ድማ ከበርትዓ ክእል እየ ኣብዚ ትርእይዎ ዘለኹም እሱ ከማን ንባዕሉ ወሳኒ እዩ ባትሪ ክውድእ ድዩ ኣይውድእን ኦይ ድማ ክንደይ ባትሪ ከም ዝውድእ ማለት እዩ እዚ ከም ቀዳማይ ሓበሬታ ማለት እዩ እዚ ጂፒኤስ ናትና ከዓኒ ገሊኤን ኤፕ ብዙሕ እንዴን ክስታይ ዝገብራ እዚ ትሬክ ዝገብራ ከ ኣለዋ ኤፕ ከምዚ ቅድሚ ሕጂ ኣብቲ ሓደ ቪድዮ ዝበልክዎ ከም ንኣብነት ናይ ፌስቡክ ድዩ ናይ ኢሞ ድዩ እሱ ኣብቲ ሴቲንግ ክትቅይርዎ ትኽእሉ ኢኹም መታን ትሬክ ከይትገብር ማለት እዩ እቲ ኤንኤፕ እቲ ጂፒኤስ እንድሕር ጸጸኒሐን ይደልያ ኣለዋ ሰርች ይገብራ ኣለዋ ዝያዳ ባትሪ እያ ትውድእ ማለት እዩ ወይ ድማ ከምዚ ንኣብነት ገሊኦም ማኪና ዝዝውሩ ይፈልጥዎ ይኾኑ እዚኣ ኤፕ ከርእየኩም ክፍትን እየ ሞኒ ኣብዚላ እዚኣ ሕጂ ፍልጥቲ ኤፕያ ብሕልፊ ኣብ ጀርመን ዘለዉ ማኪና ክትዝውር ኮለኻ መታን ክተጠንቅቐካ እዚኦም ራዳ እንተለዉ እሳ ሕጂ ንኣብነት ብጣዕሚ ብዙሕ ባትሪያ ትውድእ ስለ ኣብ ማኪና ኢኻ ትውልዓ ናይ ግድን ከኣ እሳ መታን ክትሰርሕ እቲ ጂፒኤስ እቲ ኢንተርኔት ክትውልዖ ኣለካ ናትካ ኢንተርኔት ክትውልዖ ኣለካ ናይቲኣ ሞባይል ባትሪ ግን ብጣዕሚ ቡዚሓ ትውድእ ብሓቂ ሓይሽ ብሕጊ ከማን እኳ ኣይትፍቀድን እያ ግን ዳውንሎድ ክትግበር ትኽእል እያ ብዙሕ ሰባት ከማን ኣለውዎም ኣብ ናቶም ሞባይል በቲ ሕጊ ዓይኒ እንድሕር ርኢኻዮ ግን ክስታይ ኣይፍቀድን'ዩ ግን ኣሎ ከኣ ኣብ ኤፕስቶር ብዙሓት ሰባት ከኣ ናቶም ሞባይል ይገብርዎ እዮም ብሕልፊ እዚኦም ማኪና ዝዝውሩ ማለት እዩ ኣቐዲማ ሽዑ ትነግረካ ኣበይ ኣለዋ ካመራ እቲኤን ካመራ እቲኤን ዝስእላኻ እንድሕር ቀልጢፍካ ዘዊርካ ወይ ብጌጋ ዘዊርካ ኣቐዲማ ተጠንቅቐካ ማለት እዩ እሱ ከኣ ንኸመይ ዝሰርሕ ዝኾነ ሰብ ዝተሰኣለ ወይ እቲኣ ራዳ ዝረኣያ ኣብ ዝኾነ ቦታ ቀጻሊ ከምዚ ኮሚኒቲ ዓይነት እዮም ዘለዉ ማለት እዩ ኣብቲ ኣፕሊኬሽን ኮሚኒቲ ቦርድ ዝበሃል ኣሎ ኣብኡ ሽዕኡ ዝኾነ ሰብ እቲ ናቱ ራዳ ዝረኣዮ ኣብ መገዲ ክጽሕፍ ይኽእል እዩ ብኸምኡ እቲ ሓበሬታታት ዘለዋ እቲኣ ኣፕሊኬሽን ኩሉ ትእክቦ ንኻልእ ሰብ ከኣ ተጠንቀቕ ማለት እዩ፣ ብእኡ ዝሓልፍ በቲ ጽርግያ ዝሓልፍ ማለት እዩ፣ እቲ ጽርግያ ኣበይ ከም ዘለኻ ክትፈልጥ መታን ከኣ ጸጸኒሓ እቲ ጂፒኤስ ናትካ ክትፍትሾ ኣለዋ፣ ካልኩሌት ክትገብሮ ኣለዋ፣ ሕጂ እቲ ካልኩሌሽን ንባዕሉ ብዙሕ ባትሪ ይውድእ ማለት እዩ፣ ግን ከም ንኣብነት ጥራይ እንድየ ዘርእየኩም ዘለኹ ብዙሕ ካልኦት ኤፕሊኬሽን ከኣ ኣለዋ፣ እሱ ኣብቲ ሴቲንግ ክትፍትሽዎ ትኽእሉ ኢኹም፣ ኣየነይቲ ኤፕሊኬሽን እያ ብብዝሒ ባትሪ ትውድእ። ንግዚኡ ከማን ዲኣክቲቬት ክትገብሮ ትኽእል ኢኻ እቲ ኤፕ እንድሕር ዘየድልየካ ኮይኑ መሊስካ ዳውንሎድ ክትገብሮ ትኽእል ኢኻ ኣብቲ ግዜ እቲ ዘየድልየካ ወይ ድማ ጃስት ዲኣክቲቬት ወይ ድማ ብውሕዱ እቲ ጂፒኤስ ካልኩሌት ኣብኡ ዘሎ ኣብቲ ውሽጢ ዘሎ ኣብቲ ሴቲንግ ኣቲኻ ክተውፅኦ ትኽእል ኢኻ ብከምኡ ስኒ ቁሩብ ዝያዳ ይሓየሽ ማለት እዩ ካልእ ከዓኒ ንሴፍቲ ኢልና ከማን ቀጻሊ እቲ ኢንተርነት ድዩ እቲ ብሉቱዝ ገለ ክንውልዖ የብልናን ንባትሪ ከይውድኣልና ጥራይ ዘይኮነስ ከምቲ ኣብቲ ሓደ ቪድዮ ዝበልክዎ ቀጻሊ እንድሕር ወሊዕናዮ ያ ንዓና ከማን ስኒ ክስታይ እዩ እዚ ሴፍ ኣይኮነን ማለት እዩ ዝበለጸ እንድሕር ኣጥፊእናዮ እዩ ከምኡ ከዓኒ እቲ ናይ ሄኪን ገለመለ ዝበልኩ ቪድዮ ኣላ እንዶ ንእሳ ረኣይዋ እንድሕር ዝያዳ ክትፈልጡ ደሊኹም ኣብኣ ከማን ኢለ ድየ ኣይበልኩን ኣይዝክሮን እየ ግን ሓንቲ ኣገዳሲት ዝኾነ ከኣ ዝኾነ ፓስዎርድ ኣብ ዝኾነ ኤፕሊኬሽን ንጥቀመሉ ከኣ ሓደ ግዜ ጥራይ ክንጥቀመሉ ኣለና እዚ ከማን ኣገዳሲ እዩ ንሴፍቲ ከም ሰባት ንሕና ሓደ ፓስወርድ ንኹሉ ኢና ንደሊ ማለተይ ዝቐለለ መታን ክኾነልና ግን እሱ ኣይምረጽን እዩ እንድሕር እቲ ሓንቲ ፓስወርድ ፈሊጦማስ እቲ ካልእ ከማን ሄክ ክገብሮ ዝኾነ ኣፕሊኬሽን ዘለካ ኢሜይል ድዩ ገለስ ቀሊል እዩ እዚኣ ከዓ ኣገዳሲት ይብላ እቲ ኣፕሊኬሽን ዘየድልየካ ከዓኒ ከምዚ ዝበልክዎ ያዕ ዲኣክቲቨት ምግባር ይሓይሽ። ብጠቕላላ ግን ክንብሎ ንኽእል እንታይ እዩ ኣብዚ ታሕቲ እንድሕር ከድና ብዛዕባ እዚ ሕጂ ንኣብነት በብዓይነቱ ኤፕ ትርእይዎ ኣለኹም ኣብዚ ናተይ ያ እዚ ንባዕሉ ናተይ ሕጂ ብዙሕ ኤፕስ ኣለዎ ነናቱ ባትሪ ዝውዳኣሉ ከማን ከርእየን ንኽእል እዩ ሃንሳ ሃንሳ ከማን እቲ ዘየድልየኒ ክስታ ይገብሮ እየ ማለት እዩ እዚ ዲኣክቲቨት ይገብሮ እየ ኣብዚ እንድሕር ኣቲና ከዓኒ የርእየና እዩ ሕጂ ክትርእይዎ ኢኹም ኣብ ኩለን ሞባይል ኣይኮናን ግን ክስታይ እዩ እዚ ይረኣዩ ኣብ ገሊኤን ሞባይል እዚኣ ሕጂ ኣይፎን እያ ኣብኡ ይረኣዩ ኣብ ገሊኤን እንደ ኣብ ሳምሱንግ ይረኣይ ድዩ ኣይፈልጥን እየ ግን ፈትሽ ክትፍትሽዎ ትኽእሉ ኣብዚ ከኣ ብጠቕላላ ተርእየካ ማለት እዩ ክንደይ ክንደይ ባትሪ ከም ትውድእ ወይ ክንደይ ከም ዘለዋ ንክንደይ ከም ትጸንሕ ኩሉ ክትፍትሾ ትኽእል ኢኻ ናይ ዝሓለፈ ዓሰርተ መዓልቲ ብዝሎ ኣብዚ ከኣ ናይ ዕስራን ኣርባዕተን ሰዓት ማለት እዩ ከምዚ ትርእይዎ ዘለኹም ሕጂ ብዝቐረባ ግዜ እየ ተጠቒመላ ዝቀይሕ ሕጂ ዝተጠቐምካሉ ማለት እዩ እቲ ቀይሕ ዝርኦ እዚ ከኣ ኣብዚ ከኣ ኣገዳሲ እንታይ ይብሎ ኩሉ ግዜ ባትሪ ለይቲ ክንመልኣ ስኒ ኣይምረጽን እዩ ለይቲ እንድሕር ምሉእ ለይቲ እንድሕር መሊእናያ ክሳብ ሚእቲ መሊእናያ እቲኣ ባትሪ ቀልጢፋ እያ ትደክም ብዙሓት ሰባት ለይቲ ደሓን ጽባሕ ስለ ተድልየኒስ ምሉእ ለይቲ ክመልኣ እየ ገለ ኢሎም ይሓድጉዋ። ግን እዚ ኣይምረጽን'ዩ፣ ነቲ ኣብ ባትሪ የባላሽዋ'ዩ፣ ቀልጢፋ ክትደክም'ዩ ዝገብራ፣ ነዊሕ ዓመታት ከም ዘይትጸንሕ'ዩ ዝገብራ፣ እዚ ከኣ ብዘይምፍላጥዮ። ሚእቲ እንድሕር ኮይኑስ ሚእቲ ይሕሸኒ ገለ ኢልካ፣ ግን እቲኣ ባትሪ ሽዑ ቀልጢፋ እንዳወድኤት'ያ ትመጽእ። እንድሕር። እሞ ዝበለጸ ኩሉ ግዜ ኣብ መንጎ ዕስራ ክሳብ ሰማንያ ክትከውን ኣለዋ። ሕጂ ንኣብነት ኣብቲ ናተይ ሴቲንግ ሰማንያ ጥራይ ከም ትመልእ ገይረያ ኣለኹ። ኣብ ገሊኤን ሞባይል ይከኣል እዩ ክሳብ ሰማንያ ጥራይ ከም ትመልእ ኣብቲ ገና ኣብኡ እንድሕር ሓዲግካያ ከማን ክሳብ ሰማንያ ጥራይ ከም ትመልእ ክትገብራ ትኽእል ኢኻ። ኣብኡ ኣብቲ ሴቲንግ ኣለካ። እንድሕር ከምኡ ዘየለ ከኣኒ ባዕልኻ ትሕቲ ሚእቲ ኮላ ካብ ሰማንያ ትሕቲ ሚእቲ ሊፖላ ክሳብ ሰማንያ ዝበለጸ እንድሕር መሊእኹማ ይሓይሽ። ኣብ ክንዲ ምሉእ ለይቲ ክትመልእዋ ከማን ኣብቲ ዘተድልየኩም እያ ክሳብ ሰማንያ ጥራይ ክትመልእዋ ኣብ ሓደ መዓልቲ ምናልባት ክልተ ግዜ እንድሕር መሊእኻያ ይሓይሽ። እንዳማላእኻያ ኮለኻ ከኣ እቲ ኣገዳሲ ዝኾነ ኣብ ባትሪ ክትጥቀመላ የብልካን። ወይ ክትድውለላ ወይ ክትጽሕፈላ ወይ ዝኾነ ደርፊ ክትርእየላ ወይ ዩቱብ ክትኣትወላስ የብልካን። ዝበለጸ ቀልጢፋ ከማን ክትመልኣልካ እንታይ እዩ ኤያፕሌን ሞድ ክትገብራ ከምዚ ሕጂ ብዚ ዝረኣኹ ኣራንቾኒ ኣብዚ ላዕሊ ጸጋም ሽዑ ዳብል ቀልጢፋ እያ ትመልኣልካ ማለት እዩ ኣብ ክንዲ ዓሰርተ ሰዓት ዘድልያ ወይ ክልተ ሰዓት ዘድልያ ሰዓት ጥራይ ዘድልያ ንኣብነት እያ ፍርቂ ግዜ ጥራይ ዘድልያ እንድሕር እቲ ኤያፕሌን ጌርካያ ንግዚኡ ከዓ ትጥቀመላን ማለት እዩ እሱ እዩ ዝምረጽ ብዙሓት ከኣ እዚ ኩሉ ዝብሎ ዘለኹ ትፈልጥዎ ትኾኑ ነቲኦም ዘይፈልጦ ግን ክሕግዞም ተስፋ ይገብር እንተ ተኻኢሉ ከኣ ዕስራ እንድሕር በጺሓ ክትመልኣ ኣለካ ትሕቲ ዕስራ እንድሕር ከይዳ ከማን ነቲ ባትሪ የባላሽዎ እዩ ኩሉ ግዜ ኣብ ሞንጎ ዕስራ ካብ ሚእቲ ወይ ሰማንያ ካብ ሚእቲ እንድሕር መሊኣ ይሓይሽ እዚኤን ነጥብታት ንግዚኡ ክህበኩም እየ ኣብ ካልኣይቲ ቪድዮ ከኣ ካልእ ነጥብታት ከርእየኩም እየ ማለት እዩ እዚ ክጠቅመኩም ተስፋ ይገብር እንድሕር ደስ ኢሉኩም ከኣ ሳብስክራይብ ግበሩ ሸር ግበሩ ላይክ ግበሩለይ ብትሕትና ይሓተኩም ማለት እዩ ብሩኽ መዓልቲ ኣብ ሰሰናዩ ትምነየልኩም